ሰላም ሰላም ንኹሉ ምስ ኸ ሃፒ ኒው ይር ናይ ልምዓት መንፅኤ ከዓኒ ናይዚ ኣወይ ስዒድ ማለት እዩ ተዛረቦ ኩነታት ሕጂ ኣነ ንሓውና ኣዚዝ ከመስግኖ ይደሊ እቲ ዝተዛረቦ ቃላት ብምሉእ ስኒ ልክዕ ኣነ ዝሓሰብኳ ናይ ልበይ ተዛሪቡለይ እሞ ብጣዕሚ ከመስግኖ ይደሊ ሕጂ ካብቲ ዝተዛረቦ ሓደ ሓደ ከዓ እንታይ ኢሉ ኢምፖርታንት ዘረባ ተዛረባ ኩሎም መንበርስ ናይ ሃይማኖትኒ ክኽበሩ ይግብኦም ብዘይገድስ ይብልና እዚ ዓብ ዘረባ እዩ ምስኡ ከዓኒ እቲ ኩሉ ኩነታት ዝካየድ ዘሎ ሲ ናይ ሻዕብያ ፕሮፓጋንዳ እዩ ኢሉ ተዛሪቡ ንሱ ከዓ ሓቂ እዩ ሻዕብያ ደይ መደይ ኢሉ ንዓና ልብና ክሰርቀና ምእንቲ ኣብቲ ዝግብእና ነገር ንኸይንሓስብ ፈሊጦም ደይመደዩሎም ህውከት ይሰዱ በቃ ነቲ ሰብ ስኒ ልቡ ሰርቁዎ ኦኬ ከምዚ ሕጂ ክበኣሱ ንሪኦም ዘለና ኣብዚ ሶሻል ሚድያ ማለት እዩ ንሱ ከዓ ሓደ ካብቲ ናታቶም ኣጀንዳ እዩ ወይ ብሃይማኖት ክመፁኻ እዮም ወይ ነንሕድሖም ተባኢሶም መዛርብ ክንገብሮም ኢና ኩሉ ግዜ ሲ ገለ ነገርስ ኣሎ ብኸምኡ እዩ ዝጥቀሙ ማለት ንዓና ይጥቀሙልና እዮም ዘለዎም ድረርቲ ማለት እዩ ምክንያቱ ንድሕና ነድህብ ኮይና እቲ ክንገብሮ ዝግበአና ነገር ብዙሕ ነገር ኣሎ ንሱ ይተርፈና ማለት እዩ ሕጂ እቲ ዝደለይዎ ይረኽቦ ኣሎ ማለት እዩ ብሓፂሩ ምስኡ ከዓ ንክብ ደልየ ዘለኹ እዚ ኩነታት ናይ ኣቡነ ተክለ ሃይማኖት ዝተዛረቦ ሲ ኖንዶ ኣቡነ ተክለ ሃይማኖት ዘይፈልጥዎ ፃድቕ ሲ ነቲ ዝፈልጥዎ ጳጳስ ኣቡነ ኣንቶንዮስ ከይተረፉ እንታይ ከም ዝገበርዎ ዓለም ፈሊጡ ዝፈልጦ እዩ ክንደይ ሕማቕ ነገር ኣብ ርእሲኡ ሕሉፍ ሓሊፎም ከዓኒ ብሂወቱ መፂኦሞ ማለት እዩ ንዝፈልጥዎ ጳጳስ ከይተረፉ ኣይገድፉን እዮም እሞሲ ክሕደሰናስ የብሉን። እዚ ዝገብሮ ዘሎ ኣወል ስዒድ ከዓኒ ኤጀንዳ እዩ ተዋሂብዎ ንሱ ፓፕት እዩ ፓፕት ማስተር ከዓ ኣሻዕብያ ከዓኒ ስራሕ ሂብዎ ስርሑ ከዓ ዝሰርሕ ንዓና ከዓኒ ልብና ወስድዎ ማለት እዩ ደይ መድ የሎም ዝገበርዎ ፕሮፓጋንዳ እዩ ኦኬ ሕጂ እቲ ፖይንት ዘሎ ግን ንሕና ከም ክርስትያን መጠን ከም ኤሪትራውያን መጠን እቶም ቅዱሳን ኣቦታት ጎይታ ዝሃበና ወዘር ጥዑያት እዮም ወዘር ሕማቅ እዮም ኢልና ንሓስቡ በቲ ንሕና ንፎርዶም ኣይኮነን ኦኬ ቀዳምነት ቀዳምነት ክንርኢ ዘለና እዞም ኣቐሽድታት ኣብ ኣስመራ እዮም ዘለዉ ሕጂ ከምቲ ዝደልይዎ ኮይኖም ኦፕሬት ክገብሩ ኣይክእሉን እዮም ምክንያቱ they are prisoners ናይ ሻዕብያ ኦኬ ጎይታ ከንታይ ይብለና ኩሉ ግዜ ጎርሑ ቢ ዋይዝ ላይክ ሰርፈንት ኤንስን ኣዘ ዳፍ ይብለና ኣብ ኣስመራ ኮንካ ምስ ሻዕብያ ኮንካ ድላይካ ክትዛረብ ኣይትኽእልን ኢኻ ምገበርዎ ኣቕሽትዮም ምገበርዎ ግን ከ ድላይም ድሕሪ ተዛሪቦም ክኣስሮም እዩ ክቐትሎም እዩ ድሓር ከ እታ ድልዮ ትረክብ እታ ቤተክርስትያን ከዓ ትዕፆ እታ ቤተክርስትያን ምስ ተዓፀወት ከመን እዩ ዝጉዳእ ህዝቢ ዓለም እዩ ዝጉዳእ ምክንያቱ ዘይርደኣና ዘሎ ነገር ቀሺ ማለት ኣምባሳደር ናይ ክራይስት እዩ ኦኬ ቀሺ እቲ ዝዓበየ ስራሕ ኣብ ዓለም ዘለዎ ሞስት ፓወርፉል ስራሕ ዝሓዘ እዩ ኦኬ ዓሰርተ ግዜ ወላ ሕማቅ ቀሺ ይኹን እምበረ እንድ ሓደ ግዜ ጎይታ ቀቢእዎ እዚ ቀሺ እዚ ፓወር ኣለዎ ነቲ ህብስቲ ናይ ጎይታና የሱስ ክርስቶስ ናብ ደምን ናብ ስጋን ንክልውጦ ንሱ ኢካ ሂወት ዝኮና ንዓለም ማለት እዩ they are bringing Christ in the flesh ማለት እዩ እዚ ኣይንስሓቶ ምስኡኸ ዝሞተ ዝቆብሩ ዘጠምቑና ቃል ኪዳን ዘእስሩና ክንደይ ስራሓት እዩ ዘለዎም። ኦኬ ድላይም ተዛሪቦም ክእሰሩ ወይ ቤተክርስትያን ክዕፆ እዚ ኮነን ጎይታ ዝደሊ እንታይ ደኣ ልክዕ ከምቲ መፅሓፍ ቅዱስ ዘርእየና ጎይታ ማለት እዩ ጎይታ ዓሰርተ ክልተ ሃዋርያት ነይሮሞ ካብቶም ዓሰርተ ክልተ ሃዋርያት እንታይ ገይሮም ኩሎም ኦኬሲ ፒተር ንጎይታ ክሒድዎ ድሓር ግን ተመሊሱ ምሕረት ሓቲቱ ማለት እዩ ጁዳ ከንታይ ገይሩ ይሁዳ ንጎይታ ክሒድዎ ብትሪ ገይሩ መዓረ ኣብ ሞት ፈሪድዎ ግና ከ ትሬደር ኮይኑ ከዓኒ ተፈልዩ ማለት እዩ ካብዚ ዓለም ኦኬ ሴንት ጃን ኦፍ ክሮስ ከዓ እንታይ ገይሩ ኩሎም ቶም ሃዋርያት ክሕብኡ ከሎ ብፍርሒ ንሱ ንበይኑ ንውልቁ ምስ ጎይታ ክመወት ከሎ መስቀል ደው ኢሉ ምስኡ እዚኦም ሕጂ ኩላቶም ነናቶም ጸጋ በቲ ጸጋ ዝተዋሃቦም ኣፖሬት ገይሮም እቶም ኣቕሽድና ከዓኒ ነናቶም ጸጋ እዩ ተዋሂብዎም ገሊኦም ኣለዉ ተዛሪቦም ዝተኣሰሩ ከምዚ ዝሓለፈ ዝረኣናዮ ገሊኦም ከዓኒ ኢትስ በስት ኪፕ ሳይለንት ምክንያቱ እታ ቤተክርስትያን ንኸይትዕፆ እቲ ህዝቢ ቀሺ ንኸይስእን ክንደይ ነገር እዩ ዘሎ እዚ ኸ ጎይታ ኩሉ ይፈልጦ እዩ ልብን ኮላሊትን ዝምርምር ጎይታ እዩ ዘለና ኦኬ ጎይታ ሲ በብመገዶም ክኾዶም ንኩሎም እቶም ኣቕሽትታት ንሕና ሲ መን እዩ ፈረዲ ገይሩና እዚ ኢና ንስሕቶ ዘለና እቶም ኣቕሽትስ ናይ ጎይታ እዮም ንሕና ሲ ናይ ህይወትና ኣበይ ኣለና እንታይ ንገብር ኣለና ኢልና ድኣ ናይ ሂወትና ጉዳይ ድኣ ክንሓስብ ኣለና እምበር እዚ ቐሺ ከምዚ ገይሩ እቲ ቐሺ ከምዚ ገይሩ ቤተክርስትያን ከድካ ምድፋር ቤት ኣምላኽ ምድፋር ማለት እቲ ዝዓበየ ሓጢኣት እዩ ምክንያቱ ሆሊ ግራውንድ እዩ ዓሰርተ ግዜ ወላ ሻዕብያ ይኾኑ እቶም ኣቐሽትኡ ዘለዉ እስና ኣር ቢዝነስ ቤት ኣምላኽ እዩ ኣብ ገዛኻ ውሽጢ እንድሐይ ኣነ ዝፀልኦ ሰብ ተእቲ ኮንካ ገዛኻ እዩ ድላይካ ኢኻ ትገብራ እዝኻ ናይ እግዚኣብሔር ቦታ እዩ ጎዙ እዩ ጸላ ይኹን እቲ ቀሺ ሴንት ፒተር ይኹን ይሁዳ ይኹን ሴንት ጃን ይኹን ካልእ ይኹን ባዕሉ ኣለዎ ኦኬ እቲ ቀንዲ ግን ቀሺ ዝገበሮ ኣይትግበር መኸረካ ግበር ዝበሃል ምክንያት ብከምዚ እዩ ቀሺ ሰብ እዩ ከም ሰብ መጠን ክወድእ ይኽእል እዩ ክሓጥእ ይኽእል እዩ ወይ ተናዚዙ ክምለስ ይኽእሉ እዩ ንሕና ሲ ክንፎርዶም ኣይንኽእልን ኢና ኣብዚ ካብ ብዙ ግዜ ይርዮ ኣብዚ ሶሻል ሚድያ ኩሉ ግዜ ባይ ኤኒ ሚንስ ገለ ነገር ክፍጠር ከሎ ነዞም ኣቕሽቲ ነናእሶም ነዋርዶም ነተዋህዶ ቤተክርስትያን ትፅረፍ ኩሉ ግዜ ሰምዓ ኣነ ካቶሊክ እየ ግን ይስምዐኒ እዩ ቤተክርስትያን ተዋህዶ ክትፅረፍ ከላ ኣቕሽ ተዋህዶ ክፅረፉ ከሎ ብጣዕሚ እዩ ዝስምዐኒ ምክንያቱ ኢትስ ናት ኣወር ፕለይስ ተዋህዶን ካቶሊክን ከዓ ለውጢ የብሉን ንሓደ ኢየሱስ ኢና ኩላህና ነገልግል እቶም ተዋህዶ ተዋህዶ ኣቅሽቲ ከዓ ክኽበሩሎም ኣብ ካቶሊክ መብዛሕትኡ ግዜ ንቀሺ እንድሕር ደፊርካ ፀሪፍካዮ ዋሪድካዮ ኩሉ ሰብ እዩ ዝለዓል ምክንያቱ ዴይ ኖ በተር ንቀሺ ክትደፍሮም ክትፀርፎም ግቡእካ ኣይኮነን ነዚ ጳጳስ ናይ ናይ ካቶሊክ ሪዝን ፎስ ፕሮፊት እዩ ንብሎ ምክንያቱ ጎይታ ባዕሉ ፎስ ፕሮፊት ኢሉ ስለ ዝነገረና ካልኣይ ነገር ከዓኒ ፓወር ኣለዎ ንዓለም ከስሕታ ብከምኡ ኢና ንዛረበሉ እምበር ኢንዲቪዥዋል ኣቐሽቲ ሕማቕ ዝገብሩ ዘለዉ እዚ ከምዚ እንዲዩ እዚ ከምዚ እንዲዩ ኣይንብለን ኢና ንሕና ኣብ ናይ ካቶሊክ ቤተክርስትያን ናብ እግዚኣብሄር ኢና ንገድፎ ክንደይ ኣብ ቫቲካን ክንደይ ንኣሽቱ ቆልዑ ሬፕ ዝገብሩ ክንደይ ሆሞሰክሽዋልስ ኣለዉ። ፖይንት ጌርና ግን እቶም ኣቐሽካ ከድና ክንፀርፎም ከነዋርዶም እዚ ስራሕና ኣይኮነን። መሕልፎ ኣብ ናይ ኣብ ተዋህዶ ቤተክርስትያን ግን ናይ ሻዕብያ ኢልካ ናይ ሓደ ቀሺ ከተናእሶ ነታ ቤተክርስትያን ከተናእሳ ሁ ጌቢ ዩ ፓወር ቱ ዱ ዛት ኣብዚ ስም ብዙሕ ጌጋታት ንርኢ ኣለና። እሞ ሓደራ እዞም ኣቕሽቲ እዚኦም ስኒ ክብረት የድልዮም እዩ ጎይታ ዝመረፆም እዩ ኣብዚኣ ስን ክንጥንቀቕ ኣለና እቲ ሓጢኣት ከዓ ናባና እዩ ዳኣ እምበር ናብቶም ኣቕሽቲ ኣይኮነን ጎይታ ንዓና እዩ ጃጅ ክገብረና ጎይታና የሱስ ክርስቶስ እኮ ጁዳ ምስ ወደቐ ኩሉ እቲ ሕማ ዝገብሮ ዝነበረ ክብርታት እንዳፈለጦ ከሎ ንቶም ሃዋርያቱ ግን ኣይነገሮምን ስለምንታይ ምክንያቱ እቶም ሃዋርያት ክሓርቁ እዮም ክባኣሱ እዮም ምስኡ ዳሕራ ኣብ ጃጅመንት ክኣትዉ እዮም ኣብ ሓጢኣት ክኣትዉ እዮም እዚ ፈሊጡ ጎይታ ከዓኒ ኣይነኮሮምን ሕጂ ንሕና ከዓኒ ኣቐሽትና ክወድቁ ከለዉ ንፅልዮ ኣሎም ወላ ናይ ሻዕብያ ይኹኑ ወላ ናይ ገለ ይኹኑ እምበረይ ከከም ድላይካ ወፂኻ ንቐሺ ምናኣስ ቤተክርስትያን ኣቲኻ ድላይካ ክትገብር ነው ከምታ ገዛኻ ብስነስርዓት ትሕልዋ መን ይኣትወካ መን ይወፀካ እዚኣ ከዓ ቤት ኣምላኽ እያ ጎይታ ኣለዋ ባዕሉ ኣለዋ who are we to judge his priest his spouse እቶም ኣቕሽቲ እኮ ስፓውስ ናይ ጎይታ እዮም ከምዚ ሕጂ ንስኻ ንሰበይትኻ የሕሊፍካ ዘይትህባ ትከላኸለላ ጎይታ ከዓ እቶም ኣቕሽቲ ናቱ ስፓውስ እዮም እተን ደናግል ናቱ ስፓውስ እየን ንዕኦም ተመሪዖሞ ዘለዉ ቃል ኪዳን ኣሲሮምሉ እሞሲ እቲ ጎይታ ሂብዎም ዘሎ ጸጋ ኣናኢስና ኣይንርኣዮ ክብል ኢለ መጽዮ ዘለኹ እሞኒ በጃኹም ሓደራ ክንደይ ግዜ ሰምዕ ነይረ ክንደይ ግዜ ብናይ ተዋህዶ ክዝረብ ከሎ ኣነ ብጣዕሚ ይሓምም እዩ ኣነስትሊ ሕጂ ግን ይበዝሕ ኣሎ። ኣቕሽትና ስኒ ኣይነዋርዶም፣ ኣይንፅረፎም፣ ጎይታ ኣለዎም። ናይ ብሓቂ ነፍቅሮም እንተኮይና ጸሎት ንገብረሎም ከከም ድላካ ተተሲእኻ ንሓደ ቀሺ ንሓደ ቤተክርስትያን ንተዋህዶ ምፅራፍ እንታይ ኣምፅኦ? ክብረት ዘድልያ ቤተክርስትያን እኮ ተዋህዶ ቤተክርስትያን ሲስተር ቸርችና ንብላ ኣብ ካቶሊክ ቤተክርስትያን መዓት ክብረት እዩ ዘለና ኣብ ተዋህዶ ቤተክርስትያን ንሕና ነንዶ ንቕሽቲ ከነናእስን ከነጸርፍን ወላ ኣሰኪ እዚ ሻዕብያ ኩኑ ገሊኦም ኩሎም ኣይኮኑን ገሊኦም ከዓ ናይ ልቦም ጎይታ ፈልጦም ሉክ ላይክ ሻዕብያ እምበር ልቦም ግን ካልእ እዩ ግን ድላዮም ተዛሪቦም ድላዮም ገይሮም ክሓልፉ ይኽእሉን እዮም ኣብ ኣስመራ ከምቲ ዝበልናዮ ቅተልኦም ተበታሲያን ከዓ ጥራሕ ትተረፍ ሸይጣን ከዓ ዝገደደ መፍቶ ትረክብ ቤተክርስቲያን እንድሕር ኩለን ተዓፅየን መሊሱ ካብቲ ዘሎ ዝገደደ እዩ ክኸውን ኢሳያስ ኣፈወርቂ ባዕሉ እቲ ዲያብሎስ ክኣትዎ እዩ ምክንያቱ ፀሎት የለ ንዛዜ የለ ጥምቀት የለ ቁርባን የለ እንተኮይና ተዓድስ እንታይ ክትኮን ደሊኹማ ቤተክርስቲያን ክኽፈት ኣለዎ ሪጋርድለስ ሓደ ቀሺ ማጌሪ እሞ በቃ ኩሎም ቤተክርስቲያን ኩሉ ሃይማኖት ዝፅረፈ ኩሎም ኖ ዳስ ናት ሃው ወርክስ ጋይስ ልክዕ ጎይታ ዝገበሮ ንምኻር ንጁዳ እንዳረኣየ እንዳሰምዐ ንውሽጡ እዩ ገይርዎ ኣየዋረዶን ኣይተፃረፎን እቶም ናቱ ኣብ ሓጢኣት ንከይወድቁ ይከላኸለሎም እዩ ነይሩ ንሕና ከዓ ከምኡ ክንገብር ኣለና ነቶም ኣቐሽናስ ክንከላኸለሎም እዩ ዘለና ሓደ እግዚኣብሔር ይፍረዶም ውሽጦም ኦኬ እዚኣ ክብል ኢለ እየ መፅሙ ጎይታ ምሳና ኹን ቶኒ ቶኒ ፋይቭ ከዓኒ ኣብ ኣስመራ የራኽበና ኣም ተሊንግ ዩ ጋድ ብለስ ዩ።